ሰላም ተኸታተልቲ ናይዚ ቻነል ከመይ ቀኒኹም ከመይ ትኾኑ ሰናይ ክትኮኑ ናይ ወትሩ ምንዮተይ እዩ ናይ ሎሚ ኣርእስትና ነቶም ሲንግል ንዘለና ሲንግል የለኹን ኣነ ነቶም ሲንግል ንዘለኹም ክሕግዝ ዝኽእል ካብ ብዙሓት ኪላታት ዝመፀ ምኽሪ እዩ ብፍላይ ድማ ነቶም ሲንግል ኣወዳት ዘለኹም ብፍሉይ ክትሕግዘኩም ትኽእል እያ ስለዚ እዛ ትምህርቲ እዚኣ ንዓኹም ኢለ ዝቐረብኳ እያ ተጠቀሙላ ትደልይዎ ንኽትረኽቡ ድማ ሓገዝ ክትገብረልኩም ትኽእል እያ። ንሳ ድማ How to make any woman love you እያ ትብል። ከመይ ጌርካ ዝተፈላለየ እተን ትቐርበን ደቂ ኣንስትዮ እታ ንዓኻ ትደልየካ ብፍላይ ነው ብፍላይ እታ ንስኻ ትደልያ ከም ትፈትወካ ከመይ ጌርካ ትገብራ ዘርኢ ሓሙሽተ ኣገደስቲ ምኽርታት ዘለዋ ኢና ክንርኢ። ስለዚ ክሳብ መወዳእታ እንድሕር ኣስተውዒልኩም ከይድኩም ኣገዳሲ ትምህርቲ ሒዝኩም ክትወፁ ትኽእሉ ኢኹም ኢለ እየ ዝኣምን ናው ልትስ ዳይቭ ኢንቱ ዘ ፈርስት ፖይንት ራይት ሶ በታ ቀዳመይቲ ክንጅምር ኢና ነምበር ዋን ዓባይ ምስጢር ኣይኮነትን ትራይ ቱ ሉክ ዮር ቤስት ንጓል ኢምፕረስ ክትገብራ ወይ ክትስሕባ ወይ ከተፍቅረካ ወይ ኣቓልቦ ክትበካ እንድሕር ደሊኻ ፈርስት ቢ ዮር ቤስት ንስኻ እቲ ዝበለፀ ክትኮነ ትኽእል ሰብ ክትከውን ኣለካ መጀመርያ ኩሉ ግዜ ንዓኻ ኣለካ ግዜ ቱደይ ሎሚ ኣብታ ዝበለፀት ኣነ ክኾና ዝኽእል ኮይነ ኣለኹ ትብለሉ ግዜ ኣሎ ሶ ቢ ዳት ዋን ስለዚ ኩሉ ግዜ ኣብቲ ንሳ ዘላቶ ወይ ኣብታ ንስኻ ምስኣ እታ ትደልያ ዘለኻ ጓል ኣብ ዘላቶ be your best እታ ዝበለጸት ክትገብሮ ትኽእል እንታይ ማለት እዩ እዚ your looks do matter መልክዕና ግርማና ኣከዳድናና everything is important ናወት ኣከዳድና ገለመለ መልክዕ ገለመለ ዝብል ሰብ ኣሎ እንድዩ ኣብቲ መጀመርያ ኣቓልቦ ናይ ሰብ ንምስሓብ ግን መልክዕና ተራ ኣለዎ this is the truth ምክንያቱ the first impression ንክንገብር መልክዕና ተራ ኣለዎ ካልኣይ ኩሉ ግዜ ሰባት ብኣፎም ኣይብልዎን እዮም ኣብ ተግባር ግን ኣብ መልክዕ እውን ይኣምኑ እዮም ዝበዝሐ ሰብ መልክዕ እኮ ካብ ቆርበት ንታሕቲ ከይድን ይብልኣት the end of the day everybody ሞስት ፒፕል ኬር ኣባውት ናትና ግዳማዊ ኣካላትና መልክዕና ግርማና የገድስ እዩ ንሰብ ብፍላይ ድማ ኣብ ሓበሻና ኣገዳሲ እዩ ስለዚ ነብስኻ ኣይተውድቕ ዝበለጸ ነገር ንዓኻ ግርማ ክበካ ዝኽእል ነገር ክትክደን ነብስኻ ቴክ ኬር ክትገብር ኣለካ ሶ

ጽቡቅ ክትመስል ኢኻ ኣከዳድናኻ ኣመሻሽጣኻ ኤቭሪቲንግ ናይ ግዳማዊ ኣካልካ ጽቡቅ ጌርካ እንድሕር ሕዝካዮ ጽቡቅ ድማ ክትመስል ኢኻ ሰሓብነት ውን ክህልወካ እዩ ይብላ ኣሎ people often give higher credit to those who dress good እዚ ድማ እቲ ጽቡቅ ድዩ ሕማቅ ብዘየገድስ ሰባት ንጽቡቅ ክዳን ዘለዎም እዮም ሓለፋ ዝገብሩ ጽቡቅ ዝተኸደኑ ጽቡቅ ግርማ ንዘለዎም ሰባት ሓለፋ ይገብሩ ብዙሕ ሶሻል ኤክስፐሪመንት ሪኤ ኣለኹ ኣነ ብዙሕ ግዜ ዝካየድ እዩ ባድላ ጌርካ ክትልምን ከለኻ ብዙሕ ሰብ እዩ ዝሕግዘካ ረሳሕ ክዳን ጌርካ ክትሕግዝ ከለካ ዝሕግዘካ ሰብ የለን ዋይ ንፅቡቅ ክዳን ዘለዎ ንዘለዎ ወስኸሉ ዝዓይነት እዩ ፅቡቅ እንድሕር ኮንካ you get help from left and right ሕማቅ ክዳን እንተለካ ሕማቅ ትመስል ተለካ ዝኾነ ሰብ ክሕግዘካ እውን ኣይደልኒ exactly the same applies here እታ ጓል ይኹን እተን ኣዋልድ እውን ኣብ ፅባቄኻ እንታይ ትመስል የገድሰን እዩ ስለዚ ፅቡቅ ነገር ክሪያ ንፅቡቅ ነገር ክኾና ዘይደለያ ስለዘይኮና ኣከዳድናናን ግዳማዊ ትርኢትና ቴክ ኬር ምግባር ኣገዳሲ እዩ ዝኸውን ቴክ ታይም ቴክ ታይም ን ፑት ሰም ኤፈርት ቱ ኪፕ ዮርሰልፍ ክሊን ስታይል ዮር ሄር ሼቭ ኦር ኪፕ ኢት ኢን ኦርደር ስለዚ እንታይ ማለት እዩ እዚ ግዜ ወሲድካ ከምኡ እውን ሪሊ ናብ ንኣካላትካ ኣብ ምስትኽኻል ግዜን ስራሕ እውን ክንገብር ክንክእል ኣለና እዚ እንታይ እዩ ናብስና ብፅሬት መሓዝ ድዩ ፀጉርና ፅቡቕ ቅምቃም ኣለዎ ድዮ ስታይል ክሕዝ ኣለዎ ድዩ ከምኡ እውን ጭሕምኻ ወይ ኣንዋሓዮ ፎርማ ጌርካ ወይ ከምዚ ናተይ ኻሪድካ ላፂኻ ተኻረጅ ኢት ደዝን ማረር ግን ኢን ኦርደር ክትገብሮ ኣለካ ስታይል ክህልዎ ኣለዎ እቲ ኣካላትካ ሲ ቁሩብ ፅብቕ ክብል ኣለዎ ስለዚ ዩ ሃቭ ቱ ቴክ ኬር ኦፍ ዩርሰልፍ with uh, work out regularly uh, to stay in shape and eat healthy ኣካላትካ ክዳን ከፀብቐካ ዝኽእል ደረጃ ኣለዎ ግን ኣካላትካ ፅቡቅ ተኮይኑ ከዓ ዝበለፀ እዩ ስለዚ ኣካላትካ እውን ቴክ ኬር ግበሮ ስፖርት ኩሉ ግዜ ኣካላዊ ምንቅስቃስ ብምግባር ኣካላትካ ፊት ዝኮነሉ መንገዲ ፀዓር ከምኡ ድማ ምስቲ ስፖርት ዝከይድ ድማ ምዕሩይ ኣመጋግባ ድማ ነቲ ቁመናካ መሊሱ ኣድቫንቴጅ እዩ ከምኡ ድማ ልክዕ ምሳኻ ዝኸይድ ኦቨር ድረስ ኣይትግበር ምሳኻ ዘይከይድ ክዳን እውን ኣየፀብቐልካን እዩ ንኣብነት ምሳኻ ምስቲ ስታይል ናትካ ምስቲ ደረጃኻ ዝኸይድ ፊት ዝገብር ድረስ ተተኸዲንካ ንዓኻ እውን ይስምዓካ እዩ እቲ ተኸዲንካዮ ዘለኻ ኮንፊደንስ ዘዕብየልካ እምበር ዘሰክፈካን ዘሕፍረካን ክኸውን ኣይግባእን ስለዚ ኦቨር ስታይል ወይ ካብ ምሳኻ ዘይከይድ ስታይል ዋላ ቱ ፋሽነብል እንድሕር ኮይኑ እውን ምሳኻ ዘይከይድ ተኮይኑ ኮንፊደንስ ኣይበካን እዩ ሶ ዲስ ኦል help you feel great and smell good ስለዚ ኩሉ እዚ ነገራት እዚ ነብስኻ ፅቡቅ ትከናኸና እንተኮይንካ ፅቡቅ ክስማዓካ እዩ ፅቡቅ እናተሰማዓካ እንተወፂኻ ድማ ፅቡቅ ዝኾነ ኢምፕሬሽን ክትገብር ኢኻ ኣብ ሰባት number two try to blow her mind ኩሉ ግዜ ኣብ ጉዕዞ ናይ ፍቅሪ ወይ ሰሓብነት ክንዛረብ ከለና ኢምፕረስ ክትገብራ ኣለካ ነታ ጓል እታ ጓልሲ ብዛዕባኻ ከም ትሓስብ ክትገብራ ክትክእል ኣለካ ካብቲ ኩሉ ትርእዮም ዝነበረት ኣወዳሲ ብፍሉይ ንዓኻ ከም ትዝክር ክትገብራ ክትክእል ኣለካ ዳስ ፖይንት ልክዕ ከም ካልኦት እንድሕር ኮይንካ ሽውል ናት ሪማምበር እዩ ክዝክረካ ኣቓልቦ ክትበካ ተኮይና ግን ፍሉይ ክስምዓ ክኽእል ኣለዎ ንዓኻስ ብፍሉይ ክዝክረልካ ትኽእል መንገዲ ክትፈጥር ኣለካ for any girl to like you

እቲ ዝበለፀ እቲ ክትገብረላ ትኽእል ክትስሕባ ትኽእል በቲ ናትካ ጥበብ በቲ ናትካ ፐርሶናሊቲ በቲ ናትካ ነብስኻ ብምምሳል ክኸውን ኣለዎ ምክንያቱ እዚ ሕጂ ትገብሮ ዘለካ ብጌጋ እንድሕር ፈይ ጌርካ ኢምፕረስ ጌርካያ ንዑ ንክትዕቅብ ኣብ ዝገደደ ዓዘቕቲ ኢኻ ክትኣቱ ስለዚ በቲ ዝበለፀን ብቅኑዕ መንገድን ጌርካ ኢምፕረስ ወይ ከዓ ልባ ክትምስጣ ወይ ክትሰልባ ፈትን ይብሉ ኣለዉ

እዚ ተን ሪል ንፉዓት ኣብ ገንዘብካን ኣብ ጁባኻን ዘየገድሰን ደቂ ኣንስትዮ ተን ጥዑያት ደቂ ኣንስትዮ ብቅንዕና ናትካ ብርህራሀ ናትካ ንነብስኻ ብምምሳልካ ዝያዳ ብኡ እየን በቲ ንስኻ ትገብሮ ሰናይ ነገራት እምበር በቲ ገንዘብካን ብንብረትካን ኣይኮናን ኢምፕረስድ ዝኾና የስ ገንዘብ እንተለካ ሕፈር ንብል የለናን ኦኬ ፅቡት መኪና እንተላትካ ክትሓፍር ኣለካ ብኣ ንብል የለናን ፋይን ኦኬ ግን ከምዚ ብኡ ጥራይ ከይመስለና ኣብኡ ጠጠው ከይንብል be a good gentleman and make her feel so special ስለዚ be gentleman gentleman ዝበሃል እንታይ እዩ ንዓ ፍሉይ ዝኾነ ኣኽብሮት ክትበሎ ትኽእል ዕድላት ክትረክብ ከለካ ኣኽብራ ከምኡ እውን ስፔሻል ኮይና ከም ዝስምዓ ድማ ትሪት ግበራ ሶ ትራይ ቱ ቢ ክሬቲቭ ኣብቲ ናታ ኢንቫይሮንመንት ከመይ ጌርካ ንሳ ካብ ካልኦት ፍልይ ዝበለ ኣቓልቦ ካባኻ ከም ትረክብ ኮይኑ ከም ዝስምዓ ክትገብራ ትኽእል እዩ እቲ ምስጢር ማለት እዩ ክልተ ዓበይቲ ምስጢራት ሪኢና ኣለና ናው ዘ ተርድ ዋን ኦፍ ኮርስ ዊመን ላቭ ቱ ላቭ መብዛሕትኡ ሰብ ክስሕቕ ፈቱ እዩ ብፍላይ ድማ ደቂ ኣንስትዮ ደቂ ኣንስትዮ ዝያዳ ልበን ዝሰልበን ከዓ ዝያዳ ከስሕቐን ዝኻለ ወዲ ስለዚ ዋን ኦፍ ኣብቲያ ካብቲያ ንነብስኻ ብምምሳልን በቲ ናትካ ፐርሶናሊቲን ጌርካ ክትከይድ ክንብል ከለና ትራይ ቱ ዩዝ ናትካ ስኪል ናትካ ጥበብ ጌርካ ከተስዕቓ ክትፍትን ኣለካ ማለት እዩ

ድሌት እናለዓለ ይኸይድ ይብሉና። ስለዚ መጠን ብዙሕ ተሳዕካ እታ ጓል ኣብቲ መጀመርያ መጠኑ ኣቓልቦ ኣብ ልዕሌኻ ክህልዋ እዩ። ካልኣይ ከዓ ንመን እዩ ዝዝክር ሰብ ንዘስሓቆ እዩ ዝዝክር። ስለዚ ነዘሕዘኖ እውን ኣይርስዕን እንዲ ግን ስቲል ብፍሉይ ዘስሓቃካ ኣብ ሓደ ኢቨንት ዩ ሪመምበር ዳት ፐርሰን። ስለዚ ቢ ዳት ፐርሰን እያ እታ ሕቶ።

ድሕሪኡ ድማ ክልተ ሰለስት ግዜ ተተራኺብካ ድማ ዝበለጸ ዕድል ኣለካ ናብቲ ፍቕራዊ ጉዕዞ ንኽትእትዋ እውን ማለት እዩ። trying to uh, try learning how to be ሰልፍ ዲፕሪሽቲንግ ከምኡ ድማ ናይ ምስሓቅ ክእለት ድማ ቁሩብ ትለይ ሓደ ኣርባዕተ ሓሙሽተ ጆክስ ሴፍ ክንገብር ኣለና ኣብ ርእስና ስለዚ ዝተፈላለየ ጆክስ ኣብ ሓንጎልና ጌርና ከስሓ ዝኽእላ ክትፍትን ኣለካ ማለት ስለዚ ዝተፈላለየ ጥበብ ከምኡ እውን ኩሉ ግዜ ጥረ ኢልካ ብሕሜታ ወይ ብፀርፊ ዘይኮነ ወይ ፖለቲካዊ ነገር ጌርካ ዘይኮነሲ ሓደ ነገር ዝያዳ ኣብ ነብስኻ ንነብስኻ ከም ሓውሲ ተዳኽም ኮይንካ ግን ሪሊ ከየዳኸምካ ጆክ ክትገብር ምፍታን ማለት እዩ ሪሊ ኩሉ ግዜ ንካልኦት ከም ትሓሚ ንካልኦት ከም ትብድል ዘይኮነሲ ኩሉ ግዜ ንነብስኻ ኣትሕት ብዘብል ግን ንነብስኻ ብዝፀርፍ ዘይኮነ ቴክኒካል ነብስኻ ኣትሕት ኣቢልካ ንዓኣ ከተብለልካ ትሕትናኻ ትገልፀሉ ማለት እዩ ትሕትናኻ ንገልፅ ከለና ንድንቁረ ገለ ኢልካ ዘይኮነሲ ቁርብትለይ ንዓኣ ክትደሊ ኢልካ ብዙሕ ነገር ክትገብር ከም ትኽእል ዝዓይነቱ እናኣንፈትካ ማለት እዩ ዝተፈላለዩ ቴክኒክ ክትጥቀም ትኽእል እቲ ዕላማ ናብ ሕሜታን ናብ ካልእ ሕማቕ ባህርን ዘእንፍት ዘረባታት ክትዛረብ የብልካ ናብቲ መጀመርያ ቢካዝ መምዘኒ እውን ክኸውን ስለ ዝኽእል ማለት እዩ ነምበር ፎር ለት ሄር ቶክ ኣላት እታ ጓል ብዙሕ ክትዛረብ ኣፍ ልባ ልባ ከፊታ ክትዛረብ ዕድል ክትባ ክንባ ክንክእል ኣለና ደቂ ኣንስትዮ መብዛሕትኡ ግዜ ኣብቲ መጀመርያ ወዲ ይዛረብ ነቲ ወዲ ንሳ ትሓፍር እያ ወይ ገለመለ ቀልጢፋ ክትዛረብ ኣይትደልን እያ but ነታ ጓል ክትዛረብ እንተንኪስካያ እሞ ክትዛረብ እንተጀሚራ ዝበለጸ ዕድል ኣብኡ ኣሎ ካብ ንስኻ ብዙሕ ተዛሪብካ ንሳ ብዙሕ ተተዛሪባ ዝበለጸ ዕድል ኣለካሳ ምክንያቱ ሰባት ሓሳባቶም ልቦም ከፊቶም ክዛረቡ እንተጀሚሮም ድሮ ኣብቲ ሰብ ምትእምማን ሃኒጾም ኣሎ ማለት እዩ that's very important ስለዚ ብዝተኻለ መጠን ንሕና ብዙሕ ክንዛረብ ዘይኮነስ ብዙሕ ከም ትዛረብ ክንገብራ ክንክእል ኣለና ከመይ ጌርና ንገብር ክንርኢ ኢና women want to be with men who make them talk deeply and listen them attentively ኩሉ ግዜ ደቂ ኣንስትዮ ደቂ ኣንስትዮ ክዛረባ ይደልያ እየን ዘረባ እውን ይፈትዋ እየን ኦፍኮርስ ስለዚ ኩሉ ግዜ ንኽዛረባ ጽን ኢሉ ዝሰምዐን ወዲ፣ ሓሳበን ንኽገልጻ ሓሳበን ንኽህባ ጽን ኢሉ ዝሰምዐን ከምኡውን ዕድል ዝህበን ወዲ ዝያዳ ደስ ይብለን ማለት እዩ። ኩሉ ግዜ ሰማዕቲ ጥራይ ክኾና ኣይደልያን እየን፣ ይኾናሉ ግዜ ኣሎ ግን ክዛረባ ዕድል ክህሉ ክወሃበን ግን ምርጨን እዩ። እቲ ንኽዛረባ ዕድል ዝበን ወዲ ድማ ዝበለጸ ዕድል ኣለዎ ምስታ ጓል ማለት እዩ። Uh, the more she talks, the more it helps you to know her better. ስለዚ ንመጠን ብዙሕ ዝተዛረበቶ ሓሳባታ መጠን ዝገለፀቶ መጠኑ ብዙሕ ብዛዕባኣ ክትፈልጥ ዕድል ኣለካ ስለዚ ሙሉ መዓብ ሰዓት ጌርካ ሰዓት ንስኻ ተተዛሪብካ ብዛዕባ ዋላ ሓንቲ ክትፈልጥ ኣይኮንካ ንሳ ብዛዕባ ካብ ብዙሕ ክትፈልጥ እያ ንሳ ብዙሕ ክትዛረብ ተኽኢላ ግን ኣብቲ ግዜ እቲ ብዛዕባ ብዙሕ ሓበሬታ ንክትረክብ እውን ዕድል ይበካ ኣሎ ask her good questions and listen instead of guessing what is going uh, going on with her life ጽቡቅ ሕቶ ሕተታ ስራሓ እንታይ እዩ፣ ሂወታ ከመይ እዩ፣ እንታይ ደስ ዝብላ፣ ኣበይ ፍሉይ ነገራት እንታይ ኣሎ፣ ኩሉ ነገር ክትዛረብ ከላ ድማ ግምታት ዘይኮና ክንወስድ ፅን ኢልና ንስምዓያ እንታይ ትብል ኣላ። ስለዚ ካብቲ ትብሎ ዘላ እናተበገስካ ድማ ኣሃ እዚ ማለት ከከመይ ማለት እዩ፣ ብዛዕባ እዚኣ እስኪ ኣብርህለይ ኣይተረዳእን፣ እስከ እዚኣ ኣስፍሕ ኣብልያ ገለ እናበልካ ነቲ ዘረባ ከም ትቕፅሎ ዲፐር ከም ትኣቱ ኢንዳይሬክት ግን ከምዚ ምስጢር ከተውፅእ ትፍትን ዘለካ ክትከውን የብልካን ቢካርፉል ኦን ዳት ጥንቅቅ ኢልካ ኣኽብሮት ብዘለዎ ነቲ ዕላል ዲፐር ንኸውን ዕሙቕ ዝበለ ዕላል ንክኸውን ደኣ እምበር ናታ ሰብ ምስጢራት ንክትፈልጥ ዝግበር ቴክኒክ እንድሕር ተፈሊጡ ቀልጢፉ ነቲ ክግበር ዝኽእል ኮኔክሽን ቀታሊ ክኸውን ይኽእል እዩ so let her speak her truth

ሎሚ ፅቡቅ ስለ ዘዕለለትካ ልባ ከፊታ ምሳካ ክትዕልል ስለ ምሳካ ስለ ዝሰሓቀት ምሳካ ክትድቅስ እያ ወይ ሒዝካያ ክትከይድ ትኽእል ኢካ ማለት ኮይኑ ክርዳእካ የብሉን ስለዚ ኩሉ ግዜ ዋላ እኳ ምሳካ እንተሰሓቀት ኩሉ ግዜ ጓል ንክትፈትወካ ግዜ ክወስድ ግዜ ከም ዝወስድ ክንፈልጥ ክንክእል ኣለና ኣብ ሓቲ ሓንቲ ምሸት ሰኺርካ እንተዘይኮይኑ ኣብ ኖርማል ግዜ ናብ ካልእ ንክብፃሕ ዘሎ ተኽእሎ ፀቢብ እዩ ስለዚ

ንጓል ምትንካፍ ኦኬ ምትንካፍ ክበሃል ከሎ ጂ ቨሪ ቨሪ ጥንቃቐ ዘድልየ እዩ ኣብ ምንታይ ትንክፍ ብኸመይ ትንክፍ ጥንቃቐ እዩ ኩሉ ግዜ ግን ጀንትል ዝኾነ ፍሬንድሊ ከምዚ ፍኹስ ዝበለ ናይ ሕውነት ናይ ተገዳስነት ኣብ ምንኩባድ እዩ ክትሓልፍ ከላ ወይ ኣብ ዝኾነ ትራፊክ ናይ ምክልኻል ዓይነት ምትንኻፍ ኩሉ ግዜ ቁሩብ ናይ ምጥብባቕን ናይ ዝምድና ምፍጣርን ስሕበት ኣብ ምፍጣርን ተራ ኣለዎ ስለዚ ኮልድ ክትከውን የብልካን ርሕቕ ኢልካ ካባኣ ኩሉ ግዜ ዲስታንስ ክትሕሉ ትኽእል ኣይኮን ክትከውን ክትፅዕር የብልካን ስለዚ ቁሩብ ትለይ ክሎዝሊ ክትሓግዝ ምፍታን ወይ ከዓ ክትንክፍ ምፍታን እውን ነቲ ኮኔክሽን ሞር ተሽሚ ሓይሉ ይህቦ እዩ ከምኡ ድማ ፍሎርቲንግ ፍሎርቲንግ ኢዝ ኪ ፎር ኣትራክቲንግ አ ገርል አ ቱ ሚኒት ኣይ ኮንታክት ን ጊቪንግ አ ዩኒክ ኮምፕሊመንት ካን ሄልፕ ሶ ፍሎርቲንግ ማለት ከዓ ሓውሲ ምቁሻም ዲና ንብሎ ምድዋር ወይ ከዓ ምኽሽካሽ ከም ዝበሃል በዚ ቋንቋ ናይ ሕጂ እሱ ድማ ኣገዳሲ እዩ ምክንያቱ ነታ ጓል ተገዳስነት ከተርእያ ክትክእል ኣለካ ከምቲ ደልያ ናይ ፍቅራዊ መንፈስ ከም ዘለካ ከተርእያ ክትክእል ኣለካ ኮርስ ክትገልፀላ ትኽእል ኣለካ ኣብቲ ቀዳማይ መዓልቲ ንብል የለና ግን ተገዳስነት ናትካ እዚ ከዓ ዓይንኻ ብዙሕ ግዜ ምስ ዓይና ክራኸብ ከሎ ኩሉ ግዜ ኣብ ካልእ ከይጠመትካ ኣብ ዓይና ክትረኽባ ከለኻ ቀው ኢልካ ክትጥምታ ከለኻ ከምኡ እውን ዩኒክ ፅብቕቲ ኢኺ ፅብቕቲ እንድሕር ኮይና ፅብቕቲ ኢኺ እንድሕር ኢልካያሲ ኮምፕሊመንት ይኮነን ፅቡቕ ስኒ እንተለዋ ግን ስንኺ ፅቡቕ እዩ ወይ ዓይንኺ ፅቡቕ እዩ ወይ ክሳትኪ ወይ ፀጉርኪ ወሬቨር ዩኒክሊ ዘለዋ ብፍሉይ ድማ ኣስተብሂልካ ዝረእኻዮ

ኣቶ ከም ዝበልናዮ ዋዛ ዋዛ ምስ ቁም ነገር ሰሓቕ ከምፅእ ዝኽእል ኩሉ ግዜ ዝምድናታት ኣብ ምፍጣር ተፈታውነት ኣብ ምፍጣር ዓብ ተራ ኣለዎ ይብሉና ስለዚ ኩሉ ግዜ ኣብቲ ዕላል ቱ ሲሪየስ ክትከውን የብልካን ኣልርቤት ሪላክስ ዝኾነ ዋዛ ዝመልኦ ዕላል ምዕላል ኣገዳሲ ይኸውን ይብሉና። ግን ሓሙሽተ ነጥብታት ተተጠቂምኩምለን ሲንግል ኣወዳት ጓል ንምርካብ ክኸብደኩም ኣይኮነን ካልኣይ ድማ ምስተን ትረኽቦን እውን ፅቡቕ ዝኾነ ዝምድና ክትፈጥሩ ፅቡቕ ዝኾነ ግዜ ንኸተሕልፉ እውን ሓገዝ ክህልዎ ይኽእል እዩ ስለዚ ካብዚኣተን ዝፈተኹማ ነጥቢ ወይ ንስኻትኩም ትውስኹሉ ነገር እንተሎ ኣብ ኮሜንት ክፅበየኩም እየ ከም ወትሩ እንተፈቲኹማ ላይክ ግበሩላ እታ ቪድዮ ንካልኦት ሲንግል ዘለዎ ኣወዳት እውን ክሕግዞም ስለ ዝኽእል ኣመሓላልፉሎም እናበልኩ ናይ ሎሚ ቪድዮ ኣብዚ ክውድእ'የ ኣብ ካልእ ክሳብ ንራኸብ ደሓን ኩኑ እብለኩም ሰሰናዩ ቻው።